ሰላም ጥዕና በለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ሰራዊት ትግራይ ኣብ ልዕሊ ፀላእቱ ዘመዝግበ ዘሎ ተደራራቢ ዓወታት ተጠናኺሩ ክቕፅልን ትግራይ ሓራ ንምውፃእን ኩሉ ህዝቢ ትግራይ ኣብ ጎኒ ሰራዊት ትግራይ ክስለፍን ደጀን ኮይኑ እኹል ኩለ መዳያዊ ሓገዝ ከበርክትን ይግባእ ኢሎም ነበርቲ ዞባ ማእኸል ትግራይ። ዝርዝር ወኪልና ካብ ሓራ መሬት ከም ዝስዕብ ኣዋዲዱ ከቕርበልና እዩ።
ቅድሚ ሕዚ ትሽዓተ ማእሲ ካብ ባዕለይ ካብ ውልቀይ ማእሲ ኣልፊዔይ ሂበ ንዕጥቂ። ሓንቲ ልቢ እንተኾይንካ ትግራይና ማንም ኣይደፍራ። ልፍንቲ ፈጢሮም ምፅናት ዓሌት ካብ ዝእውጁ ሸውዓተ ኣዋርሕ ኣሕሊፎም ዘለዉ ፋሽስት ውልቀ መላኺ ኣብይ ኣሕመድ፣ ወራሪ ውልቀ መላኺ መንግስቲ ኢሳያስ ኣፈወርቅን ተስፋሕፋሒ ሓይሊ መንግስቲ ክልል ኣምሓራን፣ መሰረተ ልምዓት ትግራይ ክዓንዉ፣ እንስሳት ብሓይሊ ክሕረዳን ክስረቓን፣ ኢሉ እውን ደቂ ኣንስትዮ ኣሕዋትናን ኣዴታትናን ብሓይሊ ክድፈራን ንኣደዳ ሕማማት ክሳጥሓን ዝገበሩ ኮይኖም፣ እቲ ሕማም ርእሲ ኮይንዎም ዘሎ ሰራዊት ትግራይ እውን ዝቕልቦ ስኢኑ ፋሕ ፋሕ ኢሉ ክበታተን ኣለዎ ብምባል፣ ኣብ ቆፎ ገባራት ዝነበረ እኽሊ ከቃፅልዎን ክጉሕልዎን ክኢሎም እዮም። ይኹን እምበር እዚ ኩነታት ንህዝብን መንግስትን ትግራይ ሓዱሽ ዘይኮነስ ቅድሚ ሕዚ እውን ብሓዊ ተፈቲኑ ዝሓለፈ ጅግና ብምዃኑ ዝያዳ ክሕርኖ ገይርዎ ኣሎ። ብመሰረት እዚ ድማ ሰራዊትና እንተሃልዩ እዩ ንሕና ክንህሉ ንኽእል ብምባል ብኣማኢት ዝቑፀራ ንሕርዲ ዝኾና እንስሳት ንሰራዊት ትግራይ ከምዘወፈዩ ነበርቲ ዞባ ማእኸል ገሊፆም። ቅድሚ ሕዚ ትሽዓተ ማእሲ ካብ ባዕለይ ካብ ውልቀይ ማእሲ ኣልፊዔይ ሂበ ንዕጥቂ ካባና ካብ ፍልፍልና ስለዝወፁ እየ ዝህብ ኣነ ብድሕሪኡ ድማ ቀለዎም ኣብ ማህደር ዝርከብ የሐጭ ጣብ ሂበ ቀለዎም ማለት እዩ ፅንሕ ኢለ ድማ ሽደን ምዕራይ ሂበ ማለት እዩ ሕዚ ፅንሕ ኢለ ድማ ጥየል ካባና ስለዝወፁ ደቅና ሓውና ምንኣስና ስለዝኸውን ንሕና ንዙይ ድማ ባዕልትና ኢና እንቕለብ ኢልና ድማ ብቐለብና ጉኒና ቀደም ሕዚ ተዓዊትና ዓብዪ ፀገም ስለ ዘውፀሐልና ምስዚ ፀገማት እዚ ግን ኮነ ኢሉ ተሰሚዑና ኩሉ ነገር እናሰርሐ ሪእናዮ ሕማቕ ኣሃዳዊ ኣመራርሓ ስለ ዝረኣኽዎ ብኸምኡ ተራዒለ ኣየኹም ኢለ ህዝቢ ትግራይ መራሒ ኣብታ ቁሸት ኮይነ ብደንቢ ክንህብ ኣለና ኢለ መራሒ ኮይነ ዝጀመርክዎ ኣነ እየ።
ሕብረተሰብና ንሰራዊት ትግራይ ዘለዎ ክብርን ዝገብሮ ዘሎ ሓገዝን ዝነኣድ እዩ፣ ተጠናኺሩ እውን ክቕፅል ኣለዎ ዝበሉ ድማ ኣብ ዞባ ማእኸል እትርከብ ሓንቲ ጣብያ መተሓባበሪ ሎጂስቲክ እንትኾኑ፣ ኣብ ውሽጢ ሓደ ሰሙን ጥራሕ ንሕርዲ ዝኾና ልዕሊ ክልተ ሚእቲ ኣጣል፣ ሰለስተ ሚእትን ዕስራን ዝኾና ደራሁን ካልኦት ንዋትን ንሰራዊት ትግራይ ከምዝተበርከተ ሓቢሮም። እቲ ጣብያና ብርክት ዝበለ ሓገዛት እናገበረ እዩ ንቐፃልነት ያው ተጠናኺሩ ፀላኢ ኣብ ዘለዎ እናሰሓበ ምእንታን ክድዕምሶም ምእንታን ክስዕሮም ብርክት ዝበሉ ስራሕታት እናሰርሐ እዩ። ንኣብነት ክሳብ ሕዚ ያው ኣብ ቀዳማይ ዙር ማለት እዩ ሚእቲ ኩንታል ተዋፅኡ እዩ። ሚእቲ ኩንታል እኽሊ ንናይ ትግራይ ሰራዊት ዘይኮነ ንመን ክኸውን ብዝብል መንፈስ ተጠናኺሩ እዩ ቀፂሉ ኣብ ቀዳማይ ዙር። ኣብ ካልኣይ ዙር እውን ገና ኣብ ሰለስተ መዓልቲ ኣብ ዘይመለእ እስካብ ሚእትን ስሳን ኩንታል ዝኣክል እኽሊ ተዋፂኡ ኣሎ ማለት እዩ። ክልተ ኣብዑር ተበራኺቶም ኣለው። እዚኦም ኣብ ጥቕሚ ውዒሎም እዮም። ናይ ትግራይ መከላከያ ሰራዊት ተጠቒሙሎም እዩ ማለት እዩ። ደርሆታት እውን እስካብ ሰለስተ ሚእቲ ዝኣክል በፂሐን ኣለዋ ክሳብ ሕዚ፣ ግን ገና ተጠናኺሩ ይቕፅል ኣሎ። ኣጣል እውን ክሳብ ክልተ ሚእትን ሓምሳን በፂሕና ኣለና። ክዳውንቲ እውን ክሳብ ሕዚ ሓምሳ ዝግመት ተዋሂቡ ኣሎ ማለት እዩ። ጫማ እውን ክሳብ ሕዚ ናብ ሓሙሽተ ሽሕ ዝኣክል ቅርሺ ተዋፂኡ ኣሎ ማለት እዩ። እዚ ገና ኣብ ሓፂር ግዜ እዩ። ገና እዙይ እውን ተጠናኺሩ ክቕፅል ከም ዝኾነ ያው እቲ ህዝቢ ባዕሉ ብናይ ባዕሉ መንፈስ እዩ ማለት እዩ። ፀገም የብሉን። ንሕና በዚ የኮናን ክንግመት ዝኽእል እናሰዓብና ድድሕሪ እናኸድና እውን ኣብ ዘለዎ ኣብቲ ውግእ ዘለዎ ዝበሃል እውን ኣጣልና ሒዝና ከይና ክነበርክተሉ ኢና ብሱር ገና ኣብ መዛዘሚ እይተበፀሐን ማለት እዩ ገና ሃይል እዩ ጅማር ዘሎ በቃ ንሕና ዝበላዕናዮ ክበልዕ ክኽእል እኒኦ ንሕና እንትፅግበና እሱ እውን ክፅግቦ ክኽእል እኒኦ ንሕና ፀጊብና ክንሓድር ከለና ፀጊቡ ክሓድር እኒኦ ተባሂሉ ማለት እዩ እዚ ኹናት ህዝባዊ ኹናት ብምዃኑ ዕድመ ፀላእትና ክነውሕን ክሓፅርን ዝኽእል ብቕልፅምና እምበር ካልእ መፍትሒ የብሉን ዝበሉ እዞም ርኢቶ ዝሃቡና ነበርቲ ዞባ ማእኸል ኩሉ ህዝቢ ትግራይ ኣብ ጎኒ ሰራዊት ትግራይ ክስለፍን ደጀን ኮይኑ ከገልግልን ፀዊዖም።
ትግራይማ ወዲ ትግራይ እዩ ኩሉኡ ደቂ ራእ እዮም ንሕና ብዕራይ ይኹን ጤል ይኹን እኽሊ ይኹን ናይ ባዕልትና ንባዕልትናን ስለዝኾነ ሕዚ እውን ቀፃላይ ኣጣል ኣይንሕስይ ከፍቲ ንንሕሲ ኪህብ እሎዎ ባንያደ ከፍቲ ማኪና ትኹን ኻልእ ትኹን ኪህብ እውን እዩ ደቁ እንድዩ ናበይ እማ ኪድብሪ ኣብ ከተማ ይኹን ኣብ ገጠር ይኹን መላእ ህዝቢ ትግራይ ንዘሻብ ንዕወት ገንዘበይ ብዕራይ እየ እንተይበለ ንደቅና እናሃብና ኽንዕወት ኢና። ኣወ ናይ ኹሉ ቕልፅም ኣብዚኣን ፀላእትና ይውዕል። እወ ህዝቢ እንታይ እዩ ክገብር ዝበሃል ይከኣል ብኽእለትካ ብጉልበትካ ብማሕረሻ ይኹን ብኹላ ነገር ንጸላኢኻ በታ ዘላትካ ትህውቲ እኽልኻን ካብታ ዘላትካ ዓቕማ ብረት ሒዝካ ዘይኮነስ እኽልኻን ገንዘብካን ሂወትካን ኣእምሮኻን ኣብኦም ክኾን ሓንቲ ልቢ ክትኮን ኣለካ ሓንቲ ልቢ እንተኾይንካ ትግራይና ማንም ኣይደፍራ ማንም ማንም ወፃኢ ይምፅእ ማንም በቃ እሱ እዩ እቲ ትልምና ዘለካ እዚ እውን ንቐፃልና ዓወት ክንጭብጥ ኢና ኢልና ኢና ንቆም እዚ ከም መርኣያ ዝተወሰደ እምበር ዕጥቂ ካብ ፀላእትና ስንቂ ካብ ህዝብና ከም ዝተብሃለ ኣብ መላእ ኩርናዓት ትግራይ ደጀን ህዝብና ተጠናኺሩ ይቕፅል ከም ዘሎ መዓልታዊ ትዕዝብትና እዩ። ሃለዋትናን ድሕንነትናን ብቕልፅምና ትግራይ ትስዕር ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።
ፋሽስቲ ኣብይ ኣሕመድ ሰራዊት ትግራይ ኣብ ልዕሊ ሰሜን እዚ መጥቃዕቲ ምስ ፈፀመ እየ ኣብ ልዕሊ ትግራይ ኩናት ወሊዐ እናበለ ንዓለም ንምድንጋር ክገብሮ ዝፀንሐ ፈተነ ፃዕዳ ሕሶት ከም ዝኾነን እኳ ደኣስ እቲ ኩናት ባዕሉ ፋሽስቲ ኣብይ ከም ዝጀመሮ ኮሚሽን መሰላት ሰባትን ህዝብታትን ኣፍሪካ ሓቢሩ ኣሎ። ኮሚሽን መሰላት ሰባትን ህዝብታትን ኣፍሪካ፣ ACHPR፣ ብዛዕባ ኲናት ትግራይ ኣመልኪቱ ኣብ ዘውፅኦ መግለፂ፣ መንግስቲ ፋሽስቲ ኣብይ ሕዳር ኣርባዕተ ክልተ ሽሕን ዕስራን ዓመተ ምህረት ፈረንጂ ኣቐዲሙ ኣብ ልዕሊ ሰራዊት ትግራይ ኲናት ከምዝወለዐ ኣረጋጊፁ ኣሎ። በዚ ድማ ፋሽስቲ ኣብይ ሰራዊት ትግራይ ኣብ ሰሜን እዚ መጥቃዕቲ ምስ ፈፀመ እየ ኣብ ልዕሊ ህዝቢ ትግራይ ኩናት ወሊዐ እናበለ ንዓለም ንምድንጋር ክገብሮ ዝፀንሐ ፈተነ ፃዕዳ ሕሶት ከምዝኾነ እቲ ኮሚሽን ኣቃሊዑ ኣሎ። ብዘይካዚ እቲ ኮሚሽን ኣብ ትግራይ ይካየድ ዘሎ ኩናት ሰላማዊ መዕለቢ ንኽረክብ ተደጋጋሚ ፃውዒት ከምዝገበረ ኣዘኻኺሩ። ኮሚሽን መሰላት ሰባትን ህዝብታትን ኣፍሪካ መሰላትን ሰባትን ህዝብታት ኣፍሪካ ንምፍላጥን ንምክልኻልን ቅድሚ ሰላሳን ሸሞንተን ዓመት ዝተጣየሸ ኣህጉራዊ ትካል ፍትሒ እዩ። ቁሪ ዝባና ኩበርወ ዝባና ወረቻ ዘይስቀሎ ድሙቕ እዩ ታሪኽ ነወት ድሙቕ እዩ ሕብረና ዘይሓስብ በጸሎሎ
ሃለዋትናን ድሕንነትናን ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ ዝሕግር ኣብ ነሰግሮ ብብልሃት ነሰግሮ ብዓቕሊ
ዜናታትና ሕዚ እውን እናቐፀለ እዩ ህዝቢ ወልቃይት ጸገደ ኣንጻር ወረርቲ ሓይልታት ትምክሕቲ ክልል ኣምሓራን ባንዳታትን መዓንጥኡ ኣስጢሙ ይቃለስ ከም ዘሎ ተሓቢሩ እቶም መደናገርቲ ሓይልታት መሬትን ዕጥቅን ክንህበካ ኢና፣ ወያነ ስለ ዝጠፈእት ምሳና ሕበር፣ ህወሓት እንተተመሊሳ ክተጥፈእካ እያ እናበሉ ቃልሲ ህዝቢ ወልቃይት ፀገደ ዘልምስ መርዝታቶም እናነዝሑ እንተኾኑኳ ህዝቢ ወልቃይት ፀገደ ግና ትግራዋይ ብምዃኑ ኣብ ልዕሊኡ ማእለያ ዘይብሉ ግፍዕታትን በደላትን እናተፈፀምሉ ከም ዝኾኑን እቲ ህዝቢ ግና እዞም ፀላእቲ መዓንጥኡ ሸጥ ኣቢሉ ይቃለሶም ከም ዘሎን ተገሊፁ ኣሎ። ህዝቢ ወልቃይት ፀገዴ ንብረትን ሃፍትን ተጋሩ ወገናቱ ብፀላእቲ ከይመሓደር እናተቓለሱ እዮም። እቶም ፀላእቲ ኣብቲ ዝሓለፈ ሰሙን ኣብ ብዙሓት ከተማታት ዞባ ምዕራብ ትግራይ ሰልፊ ከምዘካይዱን ኣብቲ ሰልፊ ዝተረኸቡ ድማ ተወለድቲ ኣምሓራ ካብ ክልል ኣምሓራ ብመካይን ዝተፃዕኑን ከምዝኾኑ ተፈሊጡ ኣሎ። እቶም ፀላእቲ ኣብቲ ሰልፊ ዘይተረኸበ ክንዓስሮ ኢና፣ ስጉምቲ እውን ክንወስደሉ ኢና ብዝበልዎ መሰረት ንዘይተረኽቡ ወገናት እናፃረዩ ብዙሓት ብግፍዒ በደላት ከምዝፈፀሙሎም ካብቲ ከባቢ ዝረኸብናዮ ዜና ሓቢሩ። ትግራዋይ ህዝቢ ወልቃይት ፀገደ ከባቢኡን ሃገሩን ሰላም ንክኾን መስዋእቲ ከፊሉ ንልዕሊ ሰላሳ ዓመታት ዘፍረዮ ሃብትን ንብረትን ዝወርርን ዘዕኑን ገባቲ ሓይሊ ብልፅግናን ተሓዚሉ ዝኣተወ ተስፋሕፋሓይ ትምክሕተኛ ሓይሊ ክልል ኣምሓራን ብኩለመዳይ መንገዲ ይቃለሶም ከምዘሎ ተፈሊጡ ኣሎ። ኣብ ትግራይ ይፍፀሙ ዘለዉ ኩሎም ተግባራት ፆታዊ መጥቃዕቲ ጠጠው ንኽብሉን ገበነኛታት ድማ ናብ ሕጊ ንኽቐርቡን ሕብረት ኣውሮፓ ኣተሓሳሲቡ። ሕብረት ኣውሮፓ ብምኽንያት ሎሚ ተሓሲቡ ዝውዕል ዓለም ለኸ መዓልቲ ምጥፋእ ጾታዊ መጥቃዕትታት ኣብ ዞባ ግርጭት ኣመልኪቱ ኣብ ዘውጽኦ መግለጺ ተሓታትነትን ርትዕን ዘይፈርሑ ወተሃደራት ኣብ ትግራይ ኮነ ኢሎም ሰፊሕ ዝኾነ ተግባራት ጾታዊ መጥቃዕቲ ይፍጽሙ ከም ዘለዉ ኣፍሊጡ ኣሎ። እቲ ሕብረት እዞም መጥቃዕትታት ብህጹጽ ጠጠው ንኽብሉ ድሕሪ ምጽዋዕ ንኽፃረዩ ገበነኛታት ድማ ናብ ሕጊ ንኽቐርቡ ኣተሓሳሲቡ ኣሎ። ሕብረት ኣውሮፓ፣ ኣባላት ባይቶ ፀጥታ ውድብ ሕቡራት ሃገራት ኣብ ልዕሊ እቶም ኣብ ዞባ ግርጭት ፆታዊ መጥቃዕትታት ዝፍፅሙ ኣካላት ማዕቐብ ንኸንብሩ ድማ ፃውዒት ከምዘቕርበ እቲ ሕብረት ዝዘርግሖ ሓበሬታ የመላኽት። ኣብ መወዳእታ፣ ህዝቢ ትግራይ ብሰንኪ ወራር ፋሽስቲ ኣብይ ኣሕመድን መላፍንቱ ሓይልታትን ኣደዳ ቅትለት፣ ጥሜት፣ ስደት፣ ምፍንቓልን ካልኦት ማእለያ ዘይብሎም ግፍዕታትን ከምዝኾነ፣ ይኹን ደኣምበር ነዚ ኹሉ መዓት ከም ሓደ ሰብን ቤተሰብን ኮይኑ ተሓጋጊዙ እናሓለፎ እዩ። ሓደ ናይዚ መርኣያ ድማ ኣብ ቀረባ እዋን ስነስርዓት መርዕኦም ዝፈጸሙ ቃልኣብ በላይን መርዓቱ መኣዛ ታደሰን ንመርዕኦም ከውዕልዎ ዝሓሰቡ ሰለስተ ሚእትን ሰብዓን ሽሕ ብር ነቶም ብሰንኪ ወራር ፋሽስቲ ኣብይ ኣሕመድን መላፍንቱ ሓይልታትን ዝተመዛበሉ ወገናት ከወፍይዎ ከም ዝወሰኑ ቢቢሲ ትግርኛ ጸብጺቡ'ሎ። እዞም መርዑ ህዝቢ ብጥሙዩ ንናይ መርዓ ጽንብል ወጻእታት ክነውጽእ ስለዘይደለና እቲ ንመርዓ ክነውጽኦ ዝሓሰብናዮ ወጻእታት ንዝተጸገሙ ክነውዕሎ ወሲንና ምስ በሉ፣ ካብዚ እቲ ክልተ ሚእቲ ሽሕ ብር ነቶም ኣብ መጽለሊ ዘለዉ ወገናት እቲ ዩኤንኤችሲኣር ዝገበረሎም መጽለሊ ስለ ዝፈረሰ ቴንዳ መግዝኢ ንክኸውን ከም ዘወፈይዎን ነቲ ሚእትን ሰብዓን ሽሕ ብር ድማ ነቶም ኣብ መቐለ ብውልቆም ነቶም ዝተፈናቐሉ ወገናት ንምሕጋዝ ተበግሶ ንዝወሰዱ መናእሰያት ከም ዝለኣኽዎን ገሊጾም። መርዓዊ ቃልኣብ ወገንና ኣብ ሽግር እናሃለወ ንመርዓ ምድጋስ ግቡእ ኣይኮነን ብምባል ምስ በዓልቲ ቤቱን ስድራ ክልቲኦም መርዑትን ተማኺሩ እቲ ንመርዓ ክወፅእ ዝተሓሰበ ገንዘብ ንፅጉማት ከም ዝውዕል ገይርናዮ ኣለና እንትብል መዓዛ ብወገና እዚ ንኡስ ኣበርክቶ ንናይ ህዝቢ ትግራይ ፀገም ይቐርፍ እዩ ኢልና ስለ ዘይኮነስ ካብታ ዘላትና ተኻፊልና ንምሕዳር ብዝብል እዩ በዓል ቤተይ ቃልኣብ ነዚ ሓሳብ ኣበጊስዎ፣ ኣነ ድማ ነዚ ሓሳብ ብሓጎስ ተቐቢለዮ ከም ዝበለት እቲ ዜና ኣመልኪቱ ኣሎ። እምበኣርከ ዝኸበርኩም ትመልከትና ንሎሚ ዝሓዝናልኩም ዜናታት ኣብዚ ወዲእና ኣለና። ኣብ ካልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቕልጽምና ትግራይ ትስዕር!